ዝኾነ ክልቲኤን ተባኢሰን ማለት እዩ። ብምኽንያተን ኢንፍሉዌንሻል ስለ ዝኾና ድማ እታ ቸርቺ ገማዕማዕ ኢላ። ገሊኤን ሰዓብቲ ናይቲ ሓንቲ እየን፣ ገሊኤን ሰዓብቲ ናይቲ ሓንቲ እየን። ናይዘን ክልተ ኣንስቲ ባእሲ ነታ ማሕበር ዝህውኽ ኮይኑ ምልእኽቲ መልእኽቲ ፊሊጲ ነቲ ሳተን ዝፈጠርኦ ሃወኽ ዓይነት ከመይ ገሩ ከም ዝቕንዕ ዝዛረብ ሓሳብ ኣለዎ። እቲ ስመን ናይዘን ኣንስቲ እዚኣተን ክረኣ ከሎ ኤዎድያ ትበሃል ቅኑዕ መገዲ፣ ስሉጥ ጉዕዞ፣ እተኸናወነ ጉዕዞ ወይ ዕዉት መገዲ ዘስምዕ ሓሳብ ኣለዋ። እቲ ኤዎ ዝብል እቲ ቀዳማይ ክፋል ናይቲ ቃል ቅኑዕ፣ ጽቡቕ፣ ግሩም ማለት እዩ። እቲ ካልኣይ ክፋል ናይቲ ቃል ሆዲያ ዝብል ድማ መገዲ ማለት እዩ። ስለዚ ዝተኻናወነ፣ ስሉጥ፣ ዓይነት ወይ ከኣ ሳክሰስፉል ጆርኒ ዓይነት ዘስምዕ ትርጉም ኣለዋ። እቲ ስማ ከምቲ ስም ይመርሕ ጥዋፍ የብርህ ዝብልዎ ዓይነት ኮይኑ እንተኾይኑ እንድዒ እሳቶም ዳሕራይ ዝሃብዋ እንተኾይኑ እውን እንድዒ እቲ ስማ ግን ካብታ ኣብ ከተማ ፍሊጲ ንብዙሓት ንበረኸት ክትከውን ዓይነት ዝገበራ ንዕኡውን ዘርኢ ዓይነት እዩ ማለት እዩ። እታ ካልኣይት ስንጠኬ ማለት ድማ ዕላማ ምህራም፣ ሽቶ ምውቃዕ፣ ዕድል ምርካብ ወይ ከኣ ምርኻብ ዘስምዕ ሓሳብ ኣለዎ። ስለዚ እቲ ስመን ዘገርም ዓይነት ሓሳብ ኣለዎ። ክልቲኤን እዘን ኣንስቲ እዚኣተን ኣብ ልዕሊ እቲ ህዝቢ ገለ ሓላፍነት ዝነበረን እየን ዝመስላ፣ ክንርእየን ከለና ዲያቆናት ዝነበራ እየን ኢሎም ተመሃሮ ናይ መጽሓፍ ቅዱስ ይግምቱ ማለት እዩ። ስለዚ ዲያቆናት ኣንስቲ ነይረን እየን ካብቲ ዝበልክዎ ሓደ እቲ ዝብልዎ እዩ ማለት እዩ። ብድሕሪኡ ድማ ነቲ ሰብኣይ ስሲጎስ ኢልዎ ኣሎ። እዚ ድማ ኣብ ሓደ ኣርዑት መቋርንቲ ማለት እዩ። እዚ ሰብኣይ እዚ ብዙሓት ኤጲስቆጶሳት ኣለዉ ኢሉና ክነሱ ብቲ መኽፈቲ እዚ ነዚ ሽግር እዚ ግን ስኻ ጥራሕ ፍትሓዮ ኢሉ ጳውሎስ ብፍላይ ነዚ ሰብኣይ እዚ ይብሎ ኣሎ ስለዚ ኣብ ልዕሊ እቶም ኤጲስቆጶሳት መራሒ ዝኾነ ኣካሎም ክነሱስ ዋን ኣሞንግ ኢኳልስ ዝኾነ መራሒ ከም ዘሎ የርእየና ኣሎ ማለት እዩ እዚኣ ዳሕራይ ክንመጽኣ ኢና ኣብቲ ቐጻሊ ትምህርትና ማለት እዩ ስለዚ ብኸምዚ ዓይነት መገዲ ንሓደ ኣብ ሓደ ጾር መጻውርቲ ዝስማዕ ንዝስሙ ሓግዘ ንስኻ ኢልዎ ኣሎ። ቀንዲ ወይ ከኣ ኣውራ፣ ርእሲ መራሒ ናይቶም ኤጲስቆጶሳት ከም ዝኾነ ጌርካ ድማ እዩ ዝውሰድ ማለት እዩ። ስለዚ እታ ማሕበር ናይ ፊሊጲ ከምዚ ረኺብናያ ኣሎና። ብሳልሳይ ደረጃ ማሕበራት ወረዳ ደቡባዊት ገላትያ ክንርኢ ንኽእል ኢና ማለት እዩ። ኣብ ደቡባዊ ገላትያ ዝኾነ ክንርኢ ከሎና ብመጀመርታ ኣብ ግብሪ ሃዋርያት ምዕራፍ ዓሰርተው ሰለስተን ግብሪ ሃዋርያት ምዕራፍ ዓሰርተው ኣርባዕተን እቲ ቀዳማይ መሲዮናዊ ጉዕዞ ናይ ጳውሎስ ናብ ገላትያ እዮም ከይዶም ማለት እዩ እቲ ወረዳ ወረዳ ገላትያ እየን እተን ከተማታት ድማው ተጠቂሰናልና ኣለዋ ማለት እዩ ስለዚ ግብሪ ሃዋርያት ምዕራፍ ዓሰርተው ሰለስተን ግብሪ ሃዋርያት ምዕራፍ ዓሰርተው ኣርባዕተን ኣብ ወረዳ ገላትያ ናይዛ ሎሚ ዘላ ምድሪ ቱርኪ እያ ማለት እዩ። ስለዚ ናብኣ ምስ ከዱ ኣብተን ከተማታት ወንጌል ሰቢኾም ብዙሓት ምስ ኣመኑ ዝኾነ ነገር ክነግረና ከሎ ነፍሲ እቶም ደቀ መዛሙርቲ ኣጸናንዑ እዚኣ ርኣይዋ ኢኹም ኣጸናንዑ ኣይኮነትን ኣጽንዑ እያ እታ ቃል ናይ ግሪኽ ናብ መንግስቲ ኣምላኽ ብብዙሕ ጸበባ ክንኣቱ ይግብኣና እዩ እናበሉ ኸኣ ኣብ እምነት ክጸንዑ ይምዕድዎም ነበሩ። ኣብ መማሕበሩ ሽማግለታት ምስ ሓረዩሎም ድማ ብጾምን ብጸሎትን ናብቲ ብእኡ ዝኣመኑ ጐይታ ኣማዕቈብዎም ይብለና። መን እዩ ነቶም ሽማግለታት ሓርይዎም? መን እዩ ሓርይዎም እቶም ሽማግለታት? ጳውሎስን ባርናባስን ንሕና ግን መን እዩ ዝሓርየልና እ በዓል ሃና ኢና ንሓርር ሓቂ ገለ ጸገም ዘለዎ ዶ ይመስለኩም እቲ ሰራርሓና ምስዚ ዓይነት እዚ ክንሪኦ ከለና ሕራይ እምበኣር ኣመንቲ እዮም ነሮም ማሕበራት ኮይነን ጸኒሐን ኣለዋ ሽማግለታት ክሳዕ ዘይተሰርዑለን ግና እኹል ኣይነበረን እቲ ስትራክቸረን ስለዚ ኣብቲ ቀዳማይ ግዚ ኣብቲ ቀዳማይ ጉዕዘኦም በዓል ጳውሎስ ከይዶም ወንጌል ሰቢኾም ሰባት ኣሚኖም ኣጥሚቆም ከምኡ ካብ ከተማ ናብ ከተማን ምስ ከዱ ብድሕሪኡ ካልኣይ ዙርያ ተመሊሶም ክመጹ ከለዉ ንነፍሲ ወከፍተን ከተማታት ኣብኣተን ዝነበሩ ማሕበራት ሽማግለታት ሓረይ ኢሎም ጸልዮም ጸይሞም ኣእዳዎም ኣንቢሮም ድማ ናብ ጐይታ ኣማዕቊቦምዎም ነዚ ዝሃብናኩም ሕድሪ ንኽትፍጽሙ እግዚኣብሄር ከኣልቲ ይግበርኩም ኢሎም ነቲ ሕድሪ ሂቦምዎም እግዚኣብሄር ኣምላኽ ይመስገን። ኣብ መማሕበሩ ክብለና ከሎ ኣብ ኩላተን እተን ማሕበራት ማለቱ እዩ ስለዚ ድያቆናት ከም ዝነበርዎም ኣይተነግረናን ኣብዚ ሽማግለታት ከም ዝተሓረይሎም ግና ንርኢ ኣሎና ማለት እዩ ቀጺልና እንተ ደኣ ርኢናዮ ድማ ኣብ ግብረ ሃዋርያት ምዕራፍ ዓሰርተ ሽዱሽተ ቁጽሪ ሓደ ክሳዕ ሰለስተ ዘሎ ኣብተን ከተማታት ተሳተየን ማለት እዩ ናብ ደርቤን ናብ ልስጥራን ድማ መጸ እነሆ ከኣ ጢሞቴዎስ ዝበሃል ወደ መዝሙር፣ ወዲ ሓንቲ ኣማኒት ኣይሁዳዊት ሰበይቲ፣ ኣቡኡ ግና ጽርኣዊ ወይ ግሪኻዊ ነበረ። ን እቶም ኣብ ልስጥራን ኣብ ኢቆንዩምን ዘለዉ ኣሕዋት ጽቡቕ መስኪሮምሉ ነበሩ። ሽዑ ጳውሎስ ምስኡ ክወስዶ ፈተወ። ኣቡኡ ጽርኣዊ ምዃኑ ኩላቶም ይፈልጡ ነበሩ እሞ፣ ስለ እቶም ኣብተን ዓድታት እቲኣቶም ዘለዉ ኣይሁድ ከኣ ወሲዱ ገዘሮ። ይብለና ደሓር ክነግረና ከሎ ብ ቀዳማይ ጢሞቴዎስ ራብዓይ ምዕራፍ ቁጽሪ ዓሰርተው ኣርባዕተ ነቲ ብትንቢትን ብምንባር ኢድ ሽማግለታትን እተዋሃበካ ኣባኻ ዘሎ ውህበት ጸጋ ዕሽሽ ኣይትበሎ ኢሉ ምስ ጳውሎስ ክኸይድ ከሎ እቶም ኣብታ ማሕበር ዝነበሩ ሽማግለታት ኣእዳዎም ከም ዘንበሩሉ፣ ንሳቶም ኣእዳዎም ምስ ኣንበሩሉ ድማ፣ እቲ እግዚኣብሄር ኣምላኽ ዝሃቦ ጸጋ፣ እቲ ውህበት ጸጋ ካብኡ ንደሓር ክዓዪ ከም ዝጀመረ ብግልጺ ይነግረና ኣሎ። ሽዑ ክፈልይዎ ከለዉ ድማ ትንቢት እውን ከም ዝተነግረ ብዛዕባኡ ይነግረና ኣሎ። ስለዚ ኣብታ ኣብቲ ወረዳ ሽማግለታት ከም ዝነበሩ ንርኢ ኣሎና ማለት እዩ። ማሕበር ማሕበራት ደሴት ቅሬጠስ። ንእሽተይ ብሬክ ክበኩም ዶ ክትመጹ ኣራይ። ኣብቲ እዋን እቲ ካብ ተስዓ ክሳዕ ሚእትን ዕስራን ዝኣኽላ ከተማታት ከም ዝነበርኣ እዩ ዝንገር። ስለዚ ኣብተን ክንድዚኤን ዝኣኽላ ከተማታት ኣብ ክንደይ ማሕበራት ከም ዝነበራ ኣይተነግረናን፣ ግን ናይ ሓንቲ ከተማ ሓላፍነት ኣይኮነን ተዋሂብዎ ንቲቶስ፣ ነዚ ኣብዛ ደሴት እዚኣ ንዘለዋ ማሕበራት ንብምሉኤን ከቕንዕ፣ ክሰርዕ፣ ኩሉ ቅርጺ ከትሕዝ እዩ ሕድሪ ሂብዎ፣ ክንደይ እቶም ትማሊ ሪኹም ቅድሚ ትማሊ ዝነበርኩም ቲቶስ ተዳሃላይ ዓይነት መንእሰይ እዩ ነይሩ ኢለኩም ነይረመይ። ጢሞቴዎስ ተደሃላይ ዓይነት መንእሰይ ነይሩ፣ ቲቶስ ግና ተባዕ ዓይነት እዩ። ስለዚ ዝኾነ ይኹን ከቢድ ሕድሪ እንተድኣ ሂብካዮ ኣይክእሎን እየ ዝብል ዓይነት ኣይኮነን። ስለዚ ዝኾነ ይኹን ንጢሞቴዎስ እውን ዝኸበዶ ንቲቶስ እዩ ዝሰደሎም ጳውሎስ። ስለዚ ኮንፍሮንት ንክገብር ኣይጽግሞን እዩ፣ ኣብ ግንባርካ ዓይነት እዩ ሳይ ዘብለካ፣ ኣብ ገጹ ዝውቃዕ ዓይነት እዩ ማለት እዩ ቲቶስ። ስለዚ ከቢድ ሓላፍነት ሂብዎ፣ ነቲ ሓላፍነት'ዚ ድማ ንዕኡ ክገብር ድማ ኢልዎ፣ ኣብ'ቲ ዝበሎ ግን ክንርእዮ ከለና ብዝተረፈ ኢልዎ ኣሎ፣ እንታይ እቲ ዝነግረና ዘሎ እቶም ዝተረፉ ነገራት ዘስምዕ ሓሳብ ኣሎ፣ ማሕበራት ኣለዋ፣ ጳውሎስ ብኡ ሓሊፉ ኣሎ፣ በቲ ደሴት ወንጌል ሰቢኹ ኣሎ፣ ሰባት ኣሚኖም ኣለዉ፣ ብሓብራት ክእከቡ ጀሚሮም ኣለዉ፣ ግን ከምቲ ኣምላኽ ዝደልያ ዓይነት ማሕበር ንኽትከውን ዝተረፉ ነገራት ኣለዉ። እቲ እታ ኢልዎ ዘሎ ብዙሕ ቁጽሪ ክኸውን ከሎ ኣጓጉል ጾታ እዩ ማለት እዩ። ስለዚ ብዙሓት ዝተረፉ ነገራት ከም ዘለዉ እዩ ዘርኢ። ኣብታ ማሕበር ሃዋርያ ጳውሎስ ዝደልዮ ቅርጺ ዘይተማልኤ ኣሎ ማለት እዩ። ኣብተን ማሕበራት ብምልእን ማለት እዩ ስለዚ ከመይ ገሩ ዓይነት ክገብሮ ከም ዘለዎ ነቶም ተሪፎም ዘለዉ ነገራት እዩ ዝነግሮ ዘሎ ማለት እዩ ንዓኣቶም ክሰርዕ ድማ ነጊርዎ ስለዚ እታ ክትሰርዕ ተተርጉሙ ዘሎ ቃል ከነቅልበሉ ኢና ቀስ ኢልና እቲ ቃል ክንሪኦ ከለና ብክልተ ቃላት ወይ ብሰለስተ ቃላት ዝቆመ ቃል እዩ ኤፒ ካልኣይ ዲያ ሳልሳይ ኦርቶስ፣ ቅኑዕ ወይ ከኣ ትኽክል ዘስምዕ ሓሳብ ኣለዎ። እቲ ቃል ዝነግረና ዘሎ ድማ ኣብታ ማሕበር ክንደቕ ዘለዎ ክቐንዕ ዘለዎ ዝጎበጠ ዝሓበጠ ዝቐይነነ ነገር ኣሎ። ከምኡ ኢላ ንነዊሕ ግዜ እንተድኣ ከይዳ እታ ማሕበር ከምታ ክርስቶስ ዝደልያ ዓይነት ማሕበር ኣይትኸውንን እያ። ስለዚ ከምኡ ምእንቲ ክትከውን ከተቕንዖ እልእኸካ ኣለኹ ኢልዎም። ዝኾነ ይኹን ነገር ከተቕንዕ ከለኻ ብሓድሽ እዩ ጽቡቕ። ምስ ጸንሐ፣ ገረብ ዝተኸልካዮ ከተቕንዖ ኢልካ ምስ ቀይነነ እንተድኣ ፈቲንካ ይስበረካ። ብምስ ነቐጸ ቆርበት ከተልፍሕ ኢልካ እንተድኣ ፈቲንካ ይቕደደካ፣ ይስበረካ። ብዙሕ ሕማቕ ኣመል ምስ ለመደ ቆልዓ ብድሕሪኡ ከዕብዮ ተዳኢሎም እዃ ድማ ኣይከውንን'ዩ። ካብ መጀምርትኡ ግን ኩሉ መገዲ ከተትሕዞ ትኽእል ኢኻ። ኣማኒ ናብ ሰላሳ ዓመት ዝኣክል ኣገልጊለልኩ፣ ቀዳሞት ምስ ደሓነ ሰለስተ ዓመት ከለዋ እንተዘይረኺብካዮ ብድሕሪኡ ላሽ እዩ ዘብለካ፣ ድገበርካ እንተገበርካ ኣይቐንዕን'ዩ። እፈልጥ እየ እብለካ ዝነበርናዮ እብለካ ምስ መንድቕ ተጋጭው ተሰይሩ ክትሰኣብ ዘይክእል ደረጃ ምስ ኮጽሐ ሽዑ ጥራሕ እዩ ክሰምዓካ ዝፍትን ክሳዕ ሽዑ ኣለኹ ክሳዕ ዝበለ ትልኽ ክሳዕ ዝበለ ግን ኣይሰምዓካን እዩ ስለዚ ንማሕበር ከተቕንዓ እንተ ደኣ ኾንካ ኣብ መጀመርታ ክትጅመር ከላ ካብ ሽዑ ትኽክል ቅርጻ ከተትሕዝ ኣሎካ። ስለዚ ድማ ኢዩ ትማሊ ክንዛረብ ከለና ብህይወት ከለና እንተ ኮይኑ እዚ ንመሃሮ ዘሎና እንድዒ እንተ ዘይኮይኑ ድማ እቶም ብድሕሪና ዝመጹ ወለዶ ዝገብርዎ ኮኑ ዝበልኩ ማለት ኢዩ። መኽንያቱ እቲ ሪቫይቫል ኣብ ዓድና ብዘይካ እተን ምስዮናውያን ዘእተውዎ ብሽሕን ትሽዓተ ሚእትን ስሳን ሓሙሽተን ሳመር ኢዩ ተጀሚሩ። ኣብ ፍኖተብርሃን ኢዩ ተጀሚሩ። ክሰብኩ ምስ ጀመሩ ደሓር ካብኡ ቁርብ ተዳፊኦምዎም ገዛ ከነሻ ተቐቢሎምዎም በዓል ኣቦይ ቀሺ እምባየ ናእሽቱ ቆልዑት ከለና የሱስ ይሓልፍ ኣሎ ዚሎም ዝጸሓፍዎ ትራክት ናይ በዓል ዑቕባዝጊ ስዩም ኣንቢብና ኣሎና። ዘገርም ዓይነት ትእምርቲ ተኣምራት ኮይኑ ብዙሓት ሕሙማት ሓውዮም ካብ ገጠር ብቓሬዛ እናተጸሩ ሰባት እቲ ነቒዑ ከሎ እቲ ናይ ገዛ ከነሻ ትሸርሽሩ ኢኹም ክንደይ ኢኹም ኣርኪብኩም ኣለኹም እቲ ሕጂ ምስ ተሰርሐ ዲኹም ትፈልጥዎ ነቓዐ ከሎ ትፈልጡ እቲ ዝነቐዐ ዳሕራይ ዝተሓደሰ ማለት እዩ ኣብኡ ክንድምንታይ ሕሙማት ሓውዮም ስሳን ሓሙሽተን ስሳን ሽዱሽተን ስሳን ሸውዓተን ሳመር ሳመር ከምዚ ምስ ኮነ ደሓር ንሳቶም ድማ ብጻሮኦም ተዳፊኦምዎ እዕ ድማ ናብ ካልእ ከይዶም በብሓደ ናብ ኩሉ ከይኣቱሞ መእተዊ ከይስእን ደሓር ክሳዕ ኣብኡ ኢለ ተኣኽለኒ ማለት እዩ ደሓር ገዛ ክንካረ ኢና ኢሎም ገዛ ተኻርዮም ኩሎም ተምሃሮ ናይ ሃይስኩል እዮም ኩዕሶ ዝጻወቱ ካልሶም ዝጨኑ ኩላቶም እዮም ንሓንቲ ሰበይቲ ገዛ ክንካረ ኢና ኢሎመን እንታይ ኢልኩሞ እዞም ደቂ ኢለናኦም ክንጽሊ ንስኻትኩም ክትጽልዩ ብነጻ ሂበኩም ኣለኹ ኢለናኦም ኣሜን ሃውስ ኢሎንኣ ኢሎምዋ ነታ ቤት ካብኡ ዝጀመረ እናወደቐ እናተንስኤ እናወደቐ እናተንስኤ ሰንከልከል እናበለ ከይዱ ኣብ ስሳን ሸውዓተን ነቲ ዝተቐበልዎ ዓይነት ኤክስፐርያንስ እዚ ካብ ኣጋንንቲ እዩ ኢሎምዎም ደሓር ኮንፊዝድ ኮይኖም ኣብ ቨርጂንያ ክጽልዩ ከለዉ ሓንቲ ሰበይቲ ሩት እትበሃል ንሃይለስላሰ ከይዳ ትንቢት ዝነገረቶ ክልተ ግዜ ደቀይ ኣብ ኣስመራ ኣለው ዝተበተኑ ደቀይ ኣብ ኣስመራ ኣለው ንዝተበተኑ ንእገለ ኪድ በሎቶ ኣስመራ ኣበይ ከም ዝኾነ ኣይፈልጥዎን እዮም ኣብ ማፕ ከይደም ሪኦምዎ ነቲ ሰብኣይ ኪድ ምስ ተባህለ እታ ሰበይቲ ክትዛረብ ከላ ኣብ ኣሽላንድ ኣለዋ ከምዚ ገዳም ዝኣመሰለ ናይንቲ ሰቨን ኣብኡ ከይደ ሰሙን ቀንየ ኣለኹ ብድሕሪኡ ቱ ታውዘንድ መይታ እታ ሰበይቲ ማለት እዩ ትጽሊ ትጸውም ኣብኡ ኪድ ምስ ተብሃለ እቲ ሰብኣይ ብናይ ፖለቲካ ኮነ ብናይ ከምዚ ኮነ ተርሞይል ስለ ዝነበረ ኣብቲ ምድሪ ናብኡ ክኸይድ እቲ ሰብኣይ ኣይደለየን። ንሱ ክኸይድ እንተ ዘይደልዩስ ጐይታ ንዓይ ለኣኸኒ ኢለዮ ትብል እታ ሰበይቲ። ኪድ ምስ በላ ገንዘብ ኣይነበራን፣ ክሳዕ የሩሳሌም ዝኣክል ኤር ትኬት ጥራሕ መኽፈሊ ነይርዋ። ናብ የሩሳሌም ብፕሌን ከይዳ ካብ የሩሳሌም ናብ ካይሮ በተን ሎሪ ዝበሃላ መኪና ከይዳ ካብ ካይሮ ናብ ካርቱም ሱዳን ብኸመን ብሎሪ ይኸይዳ ኣበ ፋስጋ ብ ስሳን ሸውዓተን ኣብ ካርቱም ኦል ሰይንትስ ካተድራል ዝበሃል ቸርሺ ኣሎ ኣብ ሸነኽ ዓመራት ክንደዮነትኩም ብኣኡ ከም ዝሓለፍኩም እንድዒ ፋስጋ ኣብኡ ኣብ ዒላ ካብኡ ንተሰነይ ባን ከሰላ ካብ ከሰላ ንተሰነይ ካብ ተሰነይ ደሓር ናብ ኣስመራ ምስ ከደት ነቶም ዝተበተኑ ረኺባቶም። ሪቫይቫል ኮይኑ ተሓዲሶም ከም ብሓድሽ ተኣኻኺቦም ቀጺሎም። ቸርች ኮይኑ ብብዙሕ ሓሊፎም ማለት እዩ። ከምዚ ኢሉ ንነዊሕ ዘመናት እንተ ብሃሰሰ ለባም እንተ ብኸምዚ ክኸዱ ስለ ዝጸንሑ ክንከይድ ስለ ዝጸናሕና ቁኑዕ መሲሉ ዝተራኣ ዝተሰማዓና ሰላሳ ዓመት ዘርከብና ኣሎና ኣርባዓ ዓመት ዘርከቡ ኣለው ናብ ሓምሳ ዓመት ዝቀርብ ዘርከቡ ኣሎ ብብዙሕ ሓሊፍና ኢና ሕጂ ብሓደ ለይቲ ክንቅይሮ ኣይንክእልን ኢና ነቶም ኣሕጂ ኣብ ቀረባ ግዜ ትመጹ ዘለኹም ግን ቀሊል ክኸውን ይክእል እዩ ስለዚ እቲ ምቅናዕ ቀሊል ኣይኮነን ኣቅንዕ ኢልዎ ኣቅናዓዮ ኪድ ኢልዎ ከተቅንዕ ክትሰርዕ፣ ከተስተኻኽል ወይ ከተመዓራሪ ዝስምዕ ሓሳብ ኣሎ። ዝተረፈ ዘይተስተኻኸለ ኣሎ፣ ዘይቀንዔ ኣሎ፣ ዘይተመዓራረ ነገር ኣሎ፣ ዘይተደላደለ ነገር ኣሎ እሞ ንዕኡ ንስኻ ከምኡ ክትገብሮ ናብ ቅሬጠስ ሰዲደካ ኢልዎ፣ ኣብኡ ገዲፈካ ኢልዎ እግዚኣብሄር ኣምላኽ ይመስገን ኣብ ከከተማኡ። ደሓር ከይድና ክንርእዮ ከለና ከምዚ ዝብል እስከ ተመሊስና ንርኣዮ ካብ ቁጽሪ ሓሙሽተ ነቲ ናይ ቲቶስ። ቲቶስ ምዕራፍ ሓደ ቁጽሪ ሓሙሽተ ክሳብ ትሽዓተ ዘሎ። ከምቲ ኣነ ዝኣዘዝኩኻ ጌርካ ዝተረፈ ምእንቲ ኽትሰርዕ፣ ወይ ከኣ ነተን ዝተረፋ ነጋር ነገራት ምእንቲ ኽትሰርዕ፣ ኣብ ከከተማ እውን ሽማግለታት ክትሸይም። መን እዩ ዝሸይም ሽማግለታት? ቲቶስ። ዓንተቦ ኣብ ወረዳ ገላትያ መን እዩ ሓርዩ? ሕጂ ድማ መን እዩ ዝሸይም? ቲቶስ ነቶም ህዝቢ ሽማግለታት ክመርጹስ ምርሓዮም ኣይበሎን። ንሕና ግን ከምኡ ኢና ጌርናልኩም። ሓቀይ? ኣብ ዝሓለፈ ግዜ ከምኡ ዲና ጌርና? ምኽንያቱ ንሕና ኣይንፈልጠኩም ንስኻትኩም ኣይትፈልጡና መን ከም ዝበቕዑ ኣይንፈልጥ፣ ከምዚ'ዩ ዝኸውን ኢልና'ውን ኣውቶሪተት ይብሊ ክንዛረብ'ውን ኣይትቕበሉና፣ እበ እቲ ዝለመድናዮ ብኡ ኢና ጌርና ማለት'ዩ። በቲ ዓይነት መጽሓፍ ቅዱስ ክንርእዮ ከለና ግን ኣይንረክብን ኢና፣ መጽሓፍ ቅዱስ ከምኡ ዝብል ዳሕራይ ክንርእዮ ኢና ማለት'ዩ። ነቲ ኣብ መጽሓፍ ቅዱስ ዘሎ ዓይነት ብቕዓት፣ ኳሊፊኬሽን፣ ንዕኡ ዘማልእ ዝረኣናዮ ዝተዓዘብናዮ ብቑዕ'ዩ ንብሎ መን ከም ዝኾነ ኣይንፈልጥ እንተ ገበርና'ውን ከም ቲቶስ ዓይነት እንድሕር ዝተወሰኑ ተባዓት ህልዉ ኾኑ ግን ኣይትቕበሉና ስለዚ ከምኡ እናበልና ንኸይድ ኣሎና እቶም በዓል ሉተር ካብ ናይ ካቶሊክ ክወጽእ ከሎ ሉተር ቅዱስ ቁርባን ኣይሰርዐን። ምኽንያቱ ቅዱስ ቁርባን እንተ ሰሪዕናሲ ካልእ ቸርች ክንከውን ኢና ኢሉ ስለ ዘበለ ቀልጢፎም ቅዱስ ቁርባን ዝሰርዑ እቶም ንሱ ዝመሃሮም ብድሕሪኡ ዝመጹ እዮም። ንሳቶም ሽዑ በቃ ብሬክ ገይሮሞ ነቲ ኮኔክሽን ምስ ካቶሊክ ዝነበረ። ናይ ዓድና ከኒሻ ኣቕሽሽቲ ናይ ኦርቶዶክስ እዮም ነይሮም። እቶም ቀዳሞት ቅዱስ ቁርባን ክሰርዑ ተጸጊሞም ዓሰርተው ሰለስተ ዓመት ቅዱስ ቁርባን ኣይሰርዑን። እቶም ዳሕሮት ዝመሃርዎ ግን ስለዚ ንሕና ንምህር ብድሕሪኡ ግን ጥሒሱ ዝኸይድ ይህሉ ዝኸውን ከምኡ ይቐንዕ ኢልና ንሓስብ ማለት እዩ እግዚኣብሄር ድማ ከምኡ ክገብሮ ንጽሊ ግን ናብኡ ክንምለስ ኣሎና ማሕበር ኣምላኽ ክትህልወና ኢና ንደሊ ናይ ገዛእ ርእስና ማሕበር ክትህልወና ኣይኮናን ንደሊ ብሓሳብ ኣምላኽ ክንምራሕ ኢና ንደሊ ብናይ ገዛእ ርስና ሓሳብ ክንምራሕ ኣይኮናን ንደሊ ስለዚ ቃል ኣምላኽ ኣይግዝኣናን እዩ ንሕና ኢና ንግዝኦ ንድሌታትና ከስተናግድ ኢሉ ኣብ ትሕቲ ፍቃድና ኣይምብርከኽን እዩ ቃል ኣምላኽ ንሕና ኢና ኣብ ትሕቲኡ ንምብርከኽ ንሕና ኢና ንግዝኦ ስለዚ እሱ ኢና እቲ ንሪኦ ዘለና ኣብቲ ቃል እግዚኣብሔር ኣምላኽ ክትሸይም ኢልዎ ምሻም ብክልተ ቃላት ዝቆመ ቃል እዩ እቲ ቃል ክንሪኦ ከለና ስለዚ እቲ ቃል እቲ ዘስምዖ ተኺልካ ከተቕውም ኣጽኒዕካ ተኺልካ ደው ከተብሎም ዘስምዕ ሓሳብ ኣለዎ ስለዚ ኣብታ ማሕበር መን መራሒ መን እንታይ ክኸውን ከም ዝግብኦ መን ሽማግለ ወይ ኤጲስቆጶስ ክኸውን ከም ዝግብኦ ኣውቶሪተቲቭሊ ዝሸይም ቲቶስ እዩ። ክትሰርዕ ኢልዎ። እቲ ቃል ክንሪኦ ከለና ከምቲ ኣነ ዝኣዘዝኩኻ ጌርካ ዝብል መምርሒ ግና ኣለዎ። ስለዚ ቲቶስ እውን ብፍቓድ ኣይኮነን ዝገብሮ። ስትሪክት ልድኾነ መምርሒ ካብ ጳውሎስ ተወሃይብዎ እዩ ጳውሎስ ድማ ካብ ክርስቶስ እዩ ተቐቢልዎ ንማሓበረይ ኣብዛ ከውሒ እዚኣ ክሃንጻ እየ ኢልዎ ንማሕበር ክርስቶስ ብፍቓድ ክርስቶስ ኢና ንተኽላ ብፍቓድ ክርስቶስ ኢና ንመርሓ ከምኡ እንተዘይኮይኑ ግን ኣይንቕጽልን ኢና ወይ ንሕና ባዕልና ክነበላሹ ኢና ወይ ኣብ ደቅና ክበጽሕ ከሎ ፋሕ ክብል እዩ። ስለዚ ዝቕጽል ምእንቲ ክኸውን ክርስቶስ ዋናኣ ዝኾነ ንፍቓዱ ትግዛእ ብፍቓዱ ትምራሕ ከምቲ ቅዲ ናቱ ትኸይድ ዓይነት ማሕበር ክጽልወና ይግባእ እግዚኣብሔር ኣምላኽ ይመስገን። እምበኣር ብሓምሻይ ደረጃ እንሪኣ ናይ ሶርያ ኣንጾክያ ማሕበር እያ ማለት እዩ። ናይ ሶርያ ኣንጾክያ ማሕበር ምናልባሽ ተረፍ ከይህሉ ትብሉ ከይትኾኑ እኮ እየ እዚ ኩሉ ዝኸይድ ዘለኹ እምበር ዝኣክል ሓሳብ ሒዝና ኣለና መስለኒ። እቲ ሓሳብ ተረዲኡና ኣሎ። ስለዚ እተን ማሕበራት ክሳዕ ዓሰርተ ገለምታት ዘርዚረየን ኣለኹ ኣብቲ ግብረ ሃዋርያ ዘለዋ በብሓደ ኩለን ክንከደን ኢት ናተይ ሓሳብ ዘሎ ማለት እዩ ምኽንያቱ ገለ ዳታ ሓቢኡ ተኾነኸ ዝብል ሓሳብ ከይህልወኩም እሞ ዳሓር ኣብቲ ምትግባሩሲ ከይንጽገም። ሕራይ እምበኣር፣ እታ ማሕበር ናይ ሶርያ፣ ኣንጾክያ፣ ሶርያ እዛ ሕጂ ዘላ ሶርያ እያ ማለት እዩ፣ ኣንጾክያ ትበሃል ከተማ ኣላታ፣ እታ ናይ ሶርያ፣ ኣንጾክያ፣ ከይድና ክንሪኣ ከለና ዘገርም ዓይነት ስታይ ዘለዋ ማሕበር ኮይና ኢና ንረኽባ። ኣብ ግብሪ ሃዋርያት ምዕራፍ ዓሰርተ ሰለስተ ቁጽሪ ሓደ ክንርኢ ከለና፣ ኣብታ ኣብ ኣንጾክያ ዝነበረት ማሕበር ከኣ ነብያትን መምሃራንን ነበሩ ዝብል ንረክብ። ቁሩብ ንዓኣቶም ክንሪኦም ከሎና ግና ቀርኔን ዝብል ሓደ ካብቶም መራሕቲ ወዲ ቀርኔን እዩ፣ ሊብያ ማለት እዩ። ገሊኦም ሮማውያን እዮም፣ ገሊኦም ኣይሁዳውያን እዮም፣ ካብ ዝተፈላለየ ዓይነት ባክግራውንድ ዘለዎም እዮም እቶም መራሕታ ነይሮም። ሚሽን ንምዝርጋሕ ካብቲ ሓደ ነገር ክለዓዓሉ ዝገበሮም ድማ እቲ ዝተፈላለየ ኤክስፐርያንስ እዩ። ሕጂ እዞም ዓዲ ዳይቨርሲቲ ይብሉ ማለት እዩ። ክልተ ሰብ ፒኤችዲ እንተድኣ ሃልይዎም እቲ ሓደ ናይ ወጻኢ ዓለም ዓይነት ኤክስፐርያንስ ዘለዎ ቋንቋ ካልእ ቋንቋ ዝፈልጥ እንተድኣ ኮይኑ ዝያዳ ንዑ ይቖጽርዎ። እቲ ናቱ ፍሉይ ዓይነት ተመኩሮ ፍሉይ ዓይነት ነገር ናብታ ካምፓኒ የምጽእ እዩ ይብሉ። ኣብ ማሕበር ክርስቶስ ድማ ንሱ ንረኽቦ ማለት እዩ። ሕጂ ናብ ምድሪ ኩናማ ከይዱ ዘይፈልጥ ንኩናማ ወንጌል ክበዝሖም ጾር የብሉን። ወንጌል ክሓስብ ከሎ ኣብ ኣስመራ ጥራሕ ዝዓበኹም በቃ ንኣስመራ ወንጌል ክስበኽ ጥራሕ ኢኹም ትሓስቡ። ኣብ ገጠር ዝዓበኹም ንገጠር ክስበኽ፣ ኣብ ትግርኛ ዘለዎ ዝዓበኹም ድማ ኣብኡ ካብ ኤርትራ ወጺኹም ዘይትፈልጡ ድማ ካብ ኤርትራ ወጻኢ ወንጌል ክስበኽ ዝብሃል ሓሳብ ዘይብልኩም ኢኹም ትኾኑ ስለዚ ኢና ሕጂ ንሕና ንምሽን ንኻልኦት ዓሌት ወንጌል ክበጽሖም ገንዘብ ኣይነዋጽእን ኢና እንተ ኣዋጺእናስ ንዓና ኣብ ምድርና ንዘሎ ጥራሕ ኢና ንሓስብ እቲ ፊልድ ግን ናይ ክርስቶስ ፊልድ እዩ ኩሉ እቲ ህዝቢ ብምሉእ ማለት እዩ ስለዚ ኤክስፐርያንስ ክህልወና ከሎ ነቲ ወንጌል ንኹሉ በቲ ናይ ክርስቶስ ዓይኒ ክንርኢ ይገብረና ማለት እዩ ነቶም ቆልዑት እኳ ብእንግሊሽ ዓይነት ፕሮግራም ከም ዘድልዮም ብዙሕ ግዜ ሰባት ዝድግፉ ደቆም ትግርኛ ዘይሰምዑ ምስ ኮንዎም እዩ ትግርኛ እንዶ ምሃርዎም ጥራሕ እዮም ዝብሉ ክሳዕ ሽዑ እቶም ደቆም ዘይሰምዑ ምስ ኮንዎም ግና በቲ ቋንቆኦም እንዶ ግበርሎም ክብሉ ይጅምሩ ማለት እዩ። ኣብኡ ምስ ኣተና ኢና ዝፍለጠና ማለት እዩ። ማለት እቲ ኤክስፐርያንስ ኣጸቢቑ ይጠቕመና እዩ ነቲ ነገር ከምዝን ከምትን ክትብል ማለት እዩ። ስለዚ እቶም ኣብ የሩሳ ኣብታ ናይ ኣንጾክያ ማሕበር ነብያት ከም ዘለዋ ርኢና ኣሎና። መምሃራን ከም ዘለዉዋ እውን ርኢና ኣሎና። እዚኣቶም ክመርሕዋ ጸኒሖም ኣብኡ ኩላቶም ብሓንሳእ ኮይኖም ደሓር እቲ እቶም ሽማግለ ዝተባህሉ ንሳቶም ክኾኑ ክኽእሉ ከም ዝኽእሉ ንግምት ማለት እዩ ካብኣቶም ክልተ ተጸዊዖም ደሓር ሃዋርያት ዝኾኑ ባርኖባስን ጳውሎስን ንረክብ እቲ ዲያቆን ዝብል ኣብዛ ማሕበር እዚኣ ኣይንረኽቦን ኢና እቲ ሓሳብ ግን ኣሎ ማለት እዩ ብድሕሪ ማሕበር ቆረንጦስ ንረክብ ማሕበር ቀረንጦስ ከይድና ክንሪኣ ከለና ኣብ ቀዳማይ ቀረንጦስ ምዕራፍ ዓሰርተው ክልተ ቁጽሪ ሸም ቁጽሪ ዕስራን ሸሞንተን ኣምላኽ ድማ ኣብ ማሕበር ቅድም ሃዋርያት ካልኣይ ነብያት ሳልሳይ መማህራን ደሓር ገበርቲ ሓይልታት ደሓር ውህበት ምፍዋስ ምርዳእ ድኹማት ምምራሕ በበይኑ ቋንቋታት ሰርዐ ነታ ምርዳእ ድኹማት ትብልን እታ ምምራሕ ትብልን ቃል ክንሪኤን ኢና እቲ ምምራሕ ተተርጉሙ ዘሎ ቃል እቲ ምርዳእ ተተርጒሙ ዘሎ ቃል ክንሪኦ ከለና ኣብታ ማሕበር ኣምላኽ ነዚኣቶም ከም ዝሰርዖም ነጊሩና ኣሎ። ብመጀመርታ እቲ ምምራሕ ተተርጒሙ ዘሎ ቃል መራሕ መርከብ ካብ ዝትርጎም ቃል ዝመጸ ቃል እዩ። እቲ ቃል ክንሪኦ ከለና ድማ ንመርከብ ምምራሕ ክገልጽ ኣብ ግብሪ ሃዋርያት ምዕራፍ ዕስራን ሸውዓተን ቁጽሪ ዓሰርተ ሓደ ነቲ መራሕ መርከብን ተተርጒሙ ኣሎ። ብድሕሪኡ እውን ኣብ ራእይ ዮሃንስ ምዕራፍ ዓሰርተ ሸሞንተ ቁጽሪ ዓሰርተ ሓሙሽተ ክሳዕ ዓሰርተ ሸውዓተ ዘሎ ኩላቶም ሓላቑ መራኽብ ኪብል መራሕቲ መርከብ ዓይነት ንኽገልጽ ቃል ተጠቂሙሉ ኣሎ። ኣብቲ ብሰለስተ ሚእቲ ቅድሚ ልደተ ክርስቶስ ካብ እብራይስጢ ናብ ግሪኽ ዝተተርጎመ ሰብትዋጅንት ዝብል ትርጉም ናይ ብሉይ ኪዳን ኣብ ምሳሌ ምዕራፍ ሓደ ቁጽሪ ሓሙሽተ ክሳዕ ሽዱሽተ ኣሎ እቲ ቃል ኣብ ምሳሌ ምዕራፍ ዓሰርተው ሓደ ቁጽሪ ዓሰርተው ኣርባዕተ ኣሎ ጥበበኛ ምምራሕ ኢልዎ ኣሎ ንሱ እዩ እቲ ቃል ማለት እዩ ሳልሳይ ድማ ኣብ ምሳሌ ምዕራፍ ዕስራን ኣርባዕተን ቁጽሪ ሽዱሽተ እምበኣርሲ ብጥበብ ተመሪሕካ ተዋጋእ ክብል ምስ ጥበብ ኣተሓሒዙ ነቲ ቃል ኣውት ኣሎ ቀጺልና ኣብ ህዝቅኤል ምዕራፍ ዕስራን ሸውዓተን ቁጽሪ ሸሞንተ እውን ብድሕሪ መራሕቲ መራኽብ ተተርጒሙ ዘሎ ኣብኡ ረኺብናዮ ኣለና እቲ ቃል እምበኣር ምምራሕ መርከብ ወይ ከኣ ካፕቴን ማለት እዩ። ልክዕ ከምቲ መራሕ መርከብ ንመርከብ መሪሑ ናብቲ ክትበጽሖ ዘለዋ ቦታ ዘብጽሓ፣ ንማሕበር ክርስቶስ ካብ ፖይንት A ናብ ፖይንት B ዝመርሓ፣ እግዚኣብሔር ኣብታ ማሕበር ናይ ምምራሕ ውህበት ዝሃቦም ኣብኣ ዝሰርዖም ሰባት ከምዘለዉ ቃል ኣምላኽ ነጊሩና ኣሎ። እታ እታ ማሕበር ከም መርከብ መሲልዋ ኣሎ፣ ነቲ ናይ ምምራሕ ውህበት፣ ኣምላኽ ኢዩ ኣብኣ ዝሰርዖ ውህበት ድማ ከም መራሕ መርከብ መሲልዎ ኣሎ። ስለዚ እቲ ቃል ክንርእዮ ከለና ደሓር ኣብቲ ኣፖስቶሊክ ፋዘርስ ዝብል ፓርት ቱ ኢግናቴዎስ ብዛዕብኡ ክዛረብ ከሎ እቲ ፖሊካርፕ ዝበሃል ንመጀመርታ ግዜ ብግልጺ ነዚ ኣብዚ ዘሎ ነታ ነቲ ጓሳ እንብሎ ዘለና ሕጂ ወይ ከኣ ነቲ ደሓር ቀሺ ዝብልዎ መራሕ መርከብ ዘስምዕ ዓይነት ስም ክህቦ ጀሚሩ። እዚ ድማ ነታ ማሕበር ዝመርሕዋ ሰባት ከም ዘለዉ እዩ ዝነግረና ዘሎ። ስለዚ ኤጲስቆጶስ ኣይበለናን፣ ሽማግለ ኣይበለናን፣ ጓሳ ኣይበለናን፣ ንማሕበር ዝመርሓ ኣካል ከም ዘሎ፣ ኣምላኽ ድማ ብኣምላኻውን ልኡላውን ፍቓዱ ኣብኡ ከም ዝሰርዐ ነጊሩና ኣሎ። ኣምላኽ ሰርዐ ካብ በለና፣ ንሕና ነቲ ኣምላኽ ዝሰርዖ ከነለልዮን ክንቅበሎን እምበር ካልእ እጃም የብልናን። ኣብታ ማሕበር ዝመርሕ ዝሰርዕ ኣምላኽ ኢልና ኣምላኽ ሰርዐ ኢልና ናይ ሰብ ቆረንቶስ ሓላፍነትን ብጽሒትን ኣምላኽ ንመን ክመርሕ ኣብታ ማሕበር ከም ዝሰርዖ ከለልይዎ ክፈልጥዎ ክቅበልዎ። ብድሕሪኡ ክምርሑ ጥራሕ እዩ ምኽንያቱ መራሒ ድሰርዐ ኣምላኽ እዩ ኢሉና ሰብ መራሒ ኣይሰርዕን እዩ ኣምላኽ እዩ ድሸይም እቶም ሃዋርያት ካብኡ ተቀቢሎም ድማ ይሸሙ ማር ኢና ዓንተቦ ማለት እዩ ብኸምዚ ዓይነት ምኣር እምበኣር ሕጂ ውሳኔታት ዝውስን ነቲ ህዝቢ ዘንቃሳቅስ ዘለዓዕል ናብቲ ክበጽሖ እተኣመመሉ ዕላማ ገጹ ዝመርሕ ናይ ምምራሕ ውህበት ማለቱ ኢዩ። ስለዚ ናይ ምምራሕ ውህበት ዘለዎም ሰባት ከም ዘለዉ እቲ ቃል ይነግረና ኣሎ ማለት ኢዩ። እዚ ኣብ ርእሲኡ ካልእ መሪሕነት ዓይነት ዝትርጎም ካልእ ቃል ንረክብ ኢና። ኣብ ሮሜ ምዕራፍ ዓሰርተ ክልተ ቁጽሪ ሸሞንተ ኣሎና። ኣብ ቀዳማይ ተሰሎንቄ ምዕራፍ ሓሙሽተ ቁጽሪ ዓሰርተ ክልተ ኣሎና። ኣብ ቀዳማይ ጢሞቴዎስ ምዕራፍ ሓሙሽተ ቁጽሪ ዓሰርተ ሸውዓተን ዓሰርተ ሸሞንተን ኣሎና እዚ ኣብ ቅድሚ ደው ዝብል ዘስምዕ ዓይነት ብክልተ ቃል ዝቆመ ቃል እዩ ፕሮ ሂስተሚ ስለዚ ኣብ ቅድሚት ዝቀውም ነቲ መገዲ ዝፈልጦ በቲ ዝፈልጦ መገዲ ድማ ነቲ ህዝቢ ቀዲምዎ ዝመርሕ ዓይነት ዘስምዕ ሓሳብ ኣለዎ ነቲ መገዲ ይፈልጦ እዩ እቲ ህዝቢ ናበይ ክኸይድ ከም ዘለዎ ይፈልጥ እዩ። እቲ ደስተኒ ናይቲ ህዝቢ እንታይ ከም ዝኾነ ይፈልጥ እዩ። ነቲ መገዲ ሒዙ ድማ ዝመርሕ ናይ ምምራሕ ተውህቦ ዘለዎም ሰባት ከም ዘለዉ ብኻልእ ቃል ገይሩ ነጊሩና ኣሎ ማለት እዩ። ብዛዕባ እዚ እምበኣር ሕጂ ካልእ ቃል እውን መሪሕነት ዝትርጎም ቃል ኣብዚ ኣሎ። ኣብዞም ኣብ ግብረ ሃዋርያት ረኺብናዮ ኣለና። ኣብ እብራውያን ምዕራፍ ዓሰርተው ሰለስተ ቁጽሪ ሸውዓተ ኣሎ ቁጽሪ ዓሰርተ ሸውዓተ ኣሎ ቁጽሪ ዕስራን ኣርባዕተን ኣሎ እዚ ኩሉ እዚ ድሕሪ ምባል እምበኣር ሕጂ ሓደ ነገር ክንርኢ እቲ ዝደሊ ዘለኹ ማለት እዩ ኣብ ማሕበር ቆረንቶስ ናይ ምምራሕ ውህበት ዘለዎም ውህበት ህይቢ ኣምላኽ ኣብታ ማሕበር ሰሪዑ ከም ዘሎ ነጊሩና ኣሎ እታ ማሕበር ምጕሃድ ጐይታና የሱስ ክርስቶስ እናተጸቤኹም ብሓደ ውህበት ጸጋ እኳ ኸይጐደልኩም ኢሉ ኵሉ ዓይነት ውህበታት ዘለዋ ማሕበር ከም ዝነበረት ነጊሩና ኣሎ። ብድሕሪኡ ኻልኣይ እንርእዮ ኣብዛ ማሕበር እዚኣ ኸኣ እቲ ምርዳእ ድኹማት ተተርጒሙ ዘሎ ቃል እዩ ማለት እዩ፣ ናብኡ ቀልጢፈ ክሓልፍ እየ። ምርዳእ ድኹማት፣ እታ ድኹማት ትብል ኣብታ ናይ ትግርኛና ዘላ የላን ኣብታ ናይ ግሪኽ። ኣብቲ ናይ እንግሊሽ እውን የላን፣ ርኣይዋ። ምርዳእ ምሕጋዝ፣ ሚኒስትሪ ኦፍ ሄልፕ፣ ኣሎ መራሕቲ ኣለዉ ንዓኣቶም ዝሕግዙ ሓገዝቲ ድማ ኣለዉ ድያቆናት ሓገዝቲ እዮም ሙዚቀኛታት ሓገዝቲ እዮም መዘምራን ሓገዝቲ እዮም ከይትጋገዩ ናይ ምሕጋዝ ምኳኑ እቲ ውህበቶም ዘንጊዖም ኣብቲ ቦታ ናይ ምምራሕ ዓይነት ክኾኑ ዝጀመሩ ብሕማቕ ኣወዳድቓ ዝወደቑ ኣብዚ ዝሓለፈ ሰላሳ ዓመት ብዙሓት ርኢና ኢና ናቶም ጽውዓ ሃዋርያት ኔብያት ጓሶት ወንጌላውያን መምሃራን ተንቀሳቐስትን ቀወምትን ነቲ ዝገብርዎ ኣመራርሓ ምሕጋዝ እዩ። ኣበየናይ ከም ዝኾነ ቦትኦም ክፈልጡ ይግባእ፣ ኣብኡ ኣትዮም ድማ ንፉዓት ሓገዝቲ ክኾኑ ይግባእ። ትበቅዕ ደጋፊት ክገብረሉ እየ እንድዩ ልሓቂ ብዛዕባ ሰበይቲ ክዛረብ ከሎ። ኣብ ብዙሕ ቦታ እንድየ ዝኸይድ ሕጂ እቲ ሰብኣየይ ባችለር እዩ ዘለዎ ኣነ ማስተርስ ኣለኒ ኣብ ካምፓኒ ተኾይኑ ኣነ ማናጀሩ ክኸውን እኽእል እየ ኣብ ገዛኸ ንምንታይ ኣነ ርእሲ ዘይከውን ዝብሃል ዘረባ እሰምዕ እየ ኣነ እንድየ ዝያዳ ፍልጠት ዘለኒ ናይ መጽሓፍ ቅዱስ ተኮይኑ ዝያዱ ፍልጠት ኣሎኒ ናይ ቲዮሎጂ ተኮይኑ ዝያዱ ፍልጠት ዋይ ንሕና ዘይንመርሕ እመኑ ከምኡ ከ ተጸዊዕካ ዲካ እቲ ስራሕካ ገዲፍካዮስ ኣብኡ ክትከውን ትክእል ዲካ ኖኖ ስረሐይ ኣይገድፍኒ ኣብኡ እንዳነበርኩ ግን ኣብታ ማሕበር መጽየ ድማ ዋና መራሒ ግን ክከውን እየ ዝብሉ ድማ ልክዕ ከምኡ ንረክብ። ደጋጋሚ ድማ ንርኢ ንሰምዕ help ኣሎ ስለዚ ኣምላኽ ንኽንመርሕ ጸዊዕና እንተ ኮይኑ full time ስለ ዝሓትት ኩሉ ነገር ገዲፍካ ሙሉእ ግዜኻ ሙሉእ ሓይልኻ ሃብ ንዕኡ ከም ዝጸወዓካ ብኹልንትናኻ ዘይትኣምን እንተ ኮንካ ንፉዕ ሓጋዚ ኮንካ ሓግዝ። Persuaded ምስ ኮንካ ሽዑ ገዲፍካዮ ምጻእ። Persuaded ክሳዕ ዘይኮንካ ምሉእ ታይምካ ንኽትህብ ግን ንፉዕ ሓጋዚ ኩን። ስለዚ Ministry of Help ኣሎ። እቲ ቃል። ብኽልተ ቃላት ዝቖመ ቃል እዩ። ኣንቲ ወይ ዘስምዕ እቲ ቀዳማይ ክፋል ናይቲ ቃል ኣንጻር፣ ተቃራኒ ወይ ጸላኢ ዘስምዕ ኣለዎ። እቲ ካልኣይ ናይቲ ቃል ድማ ላምባንኦ ዝብል ክኸውን ከሎ ዓትዒትካ ምሓዝ፣ ዓቲርካ ምሓዝ ዘስምዕ ሓሳብ ኣሎ። ንዝኾነ ይኹን ነቲ ኸገልግል ዘለዎ ሰብ ከየገልግል ንዝዓግቶ ዘበለ ዓይነት ዓጋቲ ክደክም ዝገብሮ ዘበለ ሒዝካ ኣብ ክንድኡ ኮንካ ደው ክብል ጉይኡ ድማ ክወድእ ምግባር ማለት እዩ። ልክዕ ከምቲ ንሙሴ በዓል ኣሮን ዝገበርዎ ኣእዳዉ ክደክም ከሎ ብየማነ ጸጋም መጺኦም ክልቲኡ ኣእዳዉ ዘልዓሉ እሞ ኣእዳዉ ብዝተዘርግሓ መጠን ድማ እስራኤል ዝስዕር ዝነበረ ልክዕ እቲ ሓሳብ ኣምላኽ ምእንቲ ክፍጸምሲ ምድጋፍ ምምሕዳር ዝይክእል እንተድኣ ኮይኑ ከይትዳፋእካ ንፉዕ ኣመሓዳሪ ዓይነት ዝኾነሉ መገዲ ቀይስ። ዶኩመንት ፅቡቕ ገሩ ዘይሕዝ ተድኣ ኮይኑ ከመይ ገርካ ከምትገብሮ ፍለጥ። ድስፕሊን ዘይብሉ ተድኣ ኮይኑ ናበይ ገፁ ናብኡ ከምዝኸይድ ገርካ ግበር ግን ክትትክኦ ኣይትክእልን ኢካ ዘይ ህያብካ እንተ ኮይኑ ንምንታይ ንፋዕ ብናይ ሰብ ዓቅሚ እምበር ብናይ ኣምላክ ጸጋ ስለ ዘይትገብሮ መወዳእትኡ ዲዛስተር ጥራሕ እዩ ዝከውን ኣምላክ ንሱ ብዝሃቦ ውህበት እዩ ዝግልገል ናቹራል ታለንት ናብ ናይ መንግስቲ ኣምላክ ናብ ሰማይ ዝከውን ክንድዚኣ እኳ ጥብ ኣየብልን እዩ እቲ ኣምላኽ ዝሃበና ካሪዝማ ውህበት ጸጋ ንዑ እዩ እግዚኣብሄር ኣምላኽ ዝጥቀመሉ ስለዚ ውህበትካ እንታይ ከም ዝኾነ ፍለጥ ብውህበትካ ኣገልግል እግዚኣብሄር ኣምላኽ ይመስገን ስለዚ ዲያቆናት ካብቶም ሓገዝቲ እዮም ዲያቆናት ዝብል ከይነገረና ግን እቲ ምሕጋዝ ዝብል ቃል ኣብኡ ነጊሩና ኣሎ ማለት እዩ እዚ ኢልና እምበኣር ሕጂ ናይ ምድጋፍ ኣገልግሎት ከም ዘሎ ክንፈልጥ ጽቡቕ እዩ። ናይ ምምራሕ ኣገልግሎት ከም ዘሎ ክንፈልጥ ጽቡቕ እዩ። መን ከም ዝዀኑ መራሕቲ ክንፈልጥ፣ መን ከም ዝዀኑ ድማ እቶም ደገፍቲ ክንፈልጥ ጽቡቕ እዩ። እዚ ብምፍላጥ ብኡ መሰረት እንተድኣ ተሰሪዕና፣ ቅርጺ ናይታ ማሕበር እንተድኣ ሒዙ፣ እናተባረኽና ክንከይድ ኢና። ዝሓዝናዮ ዘበለ ኣምላኽ መተዓይይትና ኰይኑ ምሳና እናሰርሐ እናሰርሐ ዘይለኣኸና እንተ ደኣ ኮይኑ ግን ምሳና ኣይከይድን እዩ። ስለዚ እታ ማሕበር ኣብ ሓደ ከተማ ሓንቲ ማሕበር፣ ኣብ ወረዳ ብዙሓት ማሕበራት ዝብል ፓተርን ኢና ኣብ መጽሓፍ ቅዱስ ረኺብና ኢልና ኣለና። ካልኣይ፣ እታ ማሕበር ኢጲስቆጶሳት፣ ዲያቆናት፣ ቅዱሳን ዝብል ስትራክቸር ዘለዋ ኢና ኣብ ሓዱሽ ኪዳን ረኺብና። ስለዚ ነዘን ክልተ ረኺብናየን ኣለና ኣርባዕተ ተሪፈናና ኣለዋ። ነዚኣተን ኩለን ምስ ረኣናየን ብኡ ገርና ንኽንስራዕ ከምኡ ድማ ንኽንከውን ዓይነት ዘድልየና ነገር ክህሉ እዩ። ግን መን እዮም እቶም ኤጲስቆጶሳት? ንምዃኑኸ ኤጲስቆጶስን ሽማግለን ፓስተርን ከመይ እዮም ዝብል ሓሳብ ኣለኩም እንተ ኮይኑ ንዕኣ ትምልከት ሓንቲ ርእስቲ ኣላትና ሆፍፉሊ ጽባሕ ክንገብራ ንኸውን ተስፋ እገብር ማለት እዩ። ብድሕሪኡ እቲ ሓሳብ ቁሩብ ብሩህ እናበለልና ክኸይድ ይኽእል እዩ። ስለዚ ኣቐዲምኩም ንዕኣ እንተ ሓቲትኩም ኣብኡ ብዙሕ ከይኣተና ኣትሊስት ነቲ ሕቶ መልሲ ዝኸውን ግን ክብዬ ማለት እዩ ከባቢ ዓሰርተ ደቂቅ ንሕቶን መልስን ክብዬ ካብኡ እውን ክንውስኽ ንኽእል ኢና ዝያዳ ሕቶታት እንተድኣ ሃልዩና ዕድል ክህበኩም እየ ንዓኻትኩም እግዚኣብሔር ይባርኽኩም። ሕቶ ዘለዎ ሰብ ኣሎ? ሕራይ። ካብቲ ርኣያ ናይ መጽሓፍ ቅዱስ እንተድኣ ወሲድና፣ ካብኡ ንደሓር ናብ ዘብለ ናብቲ ዝሓሸ ክንኪድ። ኣምላኽ ስቕ ኢሉ ኮፍ ንዝብል ናብቲ ዝጸውዐ ጽውዓ የደይቦን እዩ ኩሉ ሳዕ። ቅንኣት ኣምላኽ ሃልይዎሲ ኣብታ ቤት ኣምላኽ ዋላ ምጽራግ ትኹን ዋላ ምኹስታር ትኹን ዋላ መንበር ምስራዕ ትኹን ብቅንኣት ኣምላኽ ተደሪኹ ንዝሰርሕ ሰብ እዩ ናብታ ጽውዕኡ ዘደይቦ። ክጽውዓና ከሎ እግዚኣብሔር ኣምላኽ Immediately ምስ ደሓና ናብኡ ኣየእትወናን እዩ። ኣብ ቀዳማይ ጢሞቴዎስ ሳልሳይ ምዕራፍ ቁጽሪ ሽዱሽተ ሓድሽ ተኽሊ ኣይኹን ወይ ሓድሽ ኣማኒ ኣይኹን። ኣምላኽ ምስ ዝጸውዓና ነቲ ዝጸውዓና ጽውዓ ዝኸውን ብስለት ክጥቀመልና ከሎስ ኣብ ክንዲ ምዕባይሲ ንኣምላኽ ክብሪ እንዳሃብና ትሕት ኢልና ንብዙሓት ንበረኸት ክንከውን ዓይነት ነቲ ኣምላኽ ዝተጠቐመልናሲ ብትሕትና ንኽብሪ ኣምላኽን ንምህናጽ እቲ ህዝብን ከነውዕሎ እንኽእል ዓይነት ብስለት ምስ በጻሕና ሽዑ ጥራሕ'ዩ ንምንታይ ከም ዝጸውዓና ዝገልጸልና ኣብኡ ክሳዕ እንበጽሕ ስቕ ኢሉ'ዩ ዝርእየና ኣብቲ ህዝቢ ስለዚ ኣብዚ ክንበጽሕ ከሎና ናብኡ ክሳዕ እንበጽሕ ቅንኣት ኣብቲ ልብና እንተ ሃልዩና ገለ ነገር ንሰርሕ ኣብቲ ቤት ኣምላኽ። ካብቲ ዝስራሕ ሓደ ድያቆናት ክኾኑ ይኽእሉ እዮም ማለት እዩ። ሕጂ ካብቶም ድያቆናት ሾብዓተ እንድዮም ሓቂ እታ ግብሪ ሃዋርያት ምዕራፍ ሰለስተ ምዕራፍ ሽዱሽተ እሞ ነውጽኣያ። ግብረ ሃዋርያት ምዕራፍ ሽዱሽተ እቶም እተሓረዩ ነቲ ናይ ድቁና ዓይነት ስራሕ ንክሰርሑ ኣብ ቁጽሪ ሓሙሽተ፣ እዚ ዘረባ እዚ ንዅሉ እቲ ህዝቢ ባህ ኣበሎ። ነቲ እምነትን መንፈስ ቅዱስን ዝመልኦ ሰብኣይ እስጢፋኖስን ንፊልጶስን ንጵሮክሮስን ንኒቃኖርን ንጢሞንን ንጴርመናስን ነቲ ጵሮሲሊት ኒቆሌዎስ በዓል ኣንጾኪያን ሓረዩ ኢሉና ካብዚኣቶም ሓደ እስጢፋኖስ ተነጊሩና ኣሎ ደሓር ግን ኣብ ምዕራፍ ሽዱሽተ ምዕራፍ ሸውዓተ ከይድና ክንርኢ ከሎና እቲ ናይ ሃዋርያት ኣገልግሎት ናይ ቃል ኣምላኽ ኣገልግሎትን ናይ ትእምርትን ናይ ተኣምራትን ከገልግል ከሎ ርኢናዮ እዚ እስጢፋኖስ ማለት እዩ እንታይ ከም ዝኾነ በየናይ ኦፊስ የገልግል ከም ዝነበረ ከይተነግረና ከሎ እዩ ተቀቲሉ ግን እቲ ሃዋርያት እታ ጴጥሮስ ዝገብራ ዝነበረ እቶም ሃዋርያት እውን ከምኡ ከም ዝገበሩ ዘይተነግረሎም ልክዕ ከምኡ ይገብር ከም ዝነበረ ተነጊሩና ኣሎ እስጢፋኖስ ማለት እዩ ካልኣይ ፍሊጶስ ኣብኡ ንረኽቦ ፍሊጶስ ደሓር ኣብ ግብረ ሃዋርያት ምዕራፍ ሸሞንተ ከይድና ክንሪኦ ከሎና ድሕሪ ሞት እስጢፋኖስ ንኸተማ ሰማርያ ብምልእታ ከይዱ ወንጌል ዝሰበኸላ ብዙሓት ኣጋንንቲ ዝወጹ ሕሙማት ዝሓወዩ ብዙሓት ውን ብስም የሱስ ክርስቶስ ከም ዘጠመቐ ነታ ኸተማ ዓቢ ሓጎስ ከም ዝኾነላ ነጊሩና ኣሎ ደሓር ኣብ ግብሪ ሃዋርያት ምዕራፍ ዕስራን ሓደን ቁጽሪ ሸሞንተ ክሳዕ ዓሰርተው ሓደ ዘሎ ንጽብሒቱ ኻብኣ ወጺእና ናብ ቂሳርያ መጻእና፣ ኣብ ቤት ፍሊጶስ ወንጌላዊ ካብቶም ሾብዓተ ሓደ ዝነበረ ኣቲና ኣብኣ ቀኔና። ስለዚ እቲ ናይ መወዳእታ ጽውዕኡ ጽዋዕ ናይ ወንጌላዊ እዩ ነይሩ። ኣብቲ ናይ ወንጌላዊ ኣገልግሎቱ ኣትዩ ማለት እዩ፣ ግን በቲ ድቁና ኣብታ ናይ ድቁና እንተ ኣባላሽዩ ግን ናብቲ ኣይከይይድ ኔወ ንዓኣ ጽቡቅ ገሩ ምሰ ገልገለ ናብቲ ኣምላኽ ዝጸወዐ ጽውዓ ይኸይድ ማለት እዩ ካልእ ብናይ ድቁና እንተ ዘይኮነ ክንርኢ ንኽእል ጳውሎስ ባርነባስ መጀመርታ ከገልግሉ ከለዉ ቅድም ቅድም ስቅ ኢሉ ክሰብኽ ጀሚሩ ጳውሎስ ኣብ ግብረ ሃዋርያት ምዕራፍ ትሽዓተ ንረኽቦ ማለት እዩ። ኣብ ኣብ ኣንጾክ ኣብ ደማስቆ ናይ ሶማርያ ናይ ሶርያ ዳ ዳሓር ክቀትልዎ ምስ ደለዩ ኣውጺኦሞ ናብ የሩሳሌም ከይዱ ኣውን ክሰብኽ ጀሚሩ ክቀትልዎ ደልዮም ናብታ ዝተወልደላ ዓዲ ከይዱ ኣብ ምድሪ ዓረብ ድጸንሖን ኣብታ ዝተወልደላ ዓዲ ንሓያለይ ዓመታት ጸኒሑ ምናልባሽ ናብ ከባቢ ዓሰርተው ኣርባዕተ ዝቃረብ ዓመታት ጸኒሑ ዳሓር ባርነባስ ደልዩ ናብ ሶርያ ወሲድዎ፣ ናብ ኣንጾክያ። ኣብ ኣንጾክያ ኼገልግል ከሎ፣ ጳውሎስ መጀመርታ ነብይን መምህርን ኰይኑ ኣብ ኣንጾክያ ኣገልጊሉ። ኣብተን ካልኦት ብኸም እንታይ ኦፊስ ከም ዘገልገለ ኣይተነግረናን። ኣብ ኣንጾክያ ነብይን መምህርን ከም ዝነበረ ኣብ ግብሪ ሃዋርያት ምዕራፍ ዓሰርተው ሰለስተ ቁጽሪ ሓደን ክልተን ኣሎና። ደሓር ሽዑ ኣብቲ ቁጽሪ ክልተ፣ እዚኣቶም ንእግዚኣብሄር ከገልግሉን ክጾሙን ከለዉ ኸኣ፣ መንፈስ ቅዱስ ባርናባስን ሳውልን ነቲ ዝጸዋዕክዎም ዕዮ ፍሎይለይ በሎም ይብለና። ስለዚ እግዚኣብሄር ብመንፈስ ቅዱስ ገሩ ከምኡ ምስ በለ፣ ንሳቶም ድማ ጾሙን ጸለዩን ኣእዳዎም ከኣ ኣንበሩሎም እሞ ሰደድዎም ይብለና ቁጽሪ ኣርባዕተ ንሳቶም ከምዚ ኢሎም ብመንፈስ ቅዱስ ተለኢኾም ሃዋርያ ማለት ልኡኽ ማለት እዩ እቲ ቃል ቃል ናይ እቲ ቃል ናትና ቃል ናይ ግእዝ ሃወረ ከደ መሓውር መኽየዲ ካብኡ ዝመጸ እዩ ስለዚ ልኡኽ ማለት እዩ ዝተለኣኸ ማለት እዩ እቲ ቃል ናይ ግሪኽ ኣፖስጥሎስ ልኡኽ ማለት እዩ እሱ እቲ ቃል ኣብዚ ዝነግረና ዘሎ ሕጂ በቲ ናይ ግስ ተላኢኹ ይብለና ኣሎ ማለት እዩ ዳሓር ሽዑ ትኽ ኢልና ክንርኢ ከሎና ብዛዕብኡ ከመይ ንረክብ ማለት እዩ ኣብ ምዕራፍ ዓሰርተው ኣርባዕተ ቁጽሪ ኣርባዕተ ደቂ እታ ኸተማ ኸኣ ኣብ ክልተ ተመቕሉ ገሊኦም ምስ ኣይሁድ ገሊኦም ድማ ምስ ሃዋርያት ስለዚ ካብታ ሰዓት እንቲኣ ንዳሓር ጳውሎስን ባርናባስን ሃዋርያት ተባሂሎም ክጽውዑ ጀሚሮም። ደሓር ኣብቲ ምዕራፍ ዓሰርተው ኣርባዕተ ቁጽሪ ዓሰርተው ኣርባዕተ ድማ ግናኸ ጳውሎስን ባርናባስን እቶም ሃዋርያት immediately መጸውዒኦም ተቐይሩ። ስለዚ ናብቲ ኣምላኽ ዝጸውዓካ ንኽትኣቱ እናዓበኻን እናበሰልካ ክትከዶ ዘሎካ ነገር ኣሎ። ስለዚ ኣብቲ ጉዕዞ ጽቡቕ ገርካ ከተገልግል ከለኻ ኢኻ ናብኡ ትኸይድ ማለት እዩ። ናብቲ ኣምላኽ ዝጸውዖም ጽውዓ ከይኣተው ዝሞቱ ሰባት ብዙሓት እዮም። ፈጺሞም ኣብኡ ከይኣተዉ ከለዉ ዘድሊ ንዕኡ ዝኸውን ብቕዓት ምድላው ስለ ዘይገበሩ ዕድሚኦም ሓሊፉ ዝኸዱ ብዙሓት እዮም። ስለዚ ምድላው ይሓትት እዩ። ምውሳን ይሓትት እዩ። ምፍታን ሳብሚት ጌርካ ምግልጋል ይሓትት እዩ ስለዚ ብዛዕብኡ እዩ ዝነግረና ዘሎ እቲ ኣምላኽ ዝጸውዕም ዝኾነ ይኹን እቲ ቦታ ናብኡ ንኽድይቡ ነቲ ድያቆናት ጽቡቕ ገሮም ሰገልግሉ ይብለና ማለት እዩ እታ መዓርግ ኢልዋ ዘሎ Stepping Stone ክትትርጎም ትኽእል እያ እታ ቃል ናይ ግሪኽ ኣብኣ ዘላ ናብታ ኣምላኽ ዝጸውዖም መደየቢ ዓይነት መድረኽ ወይ ከኣ ደረጃ ተስምዕ ሓሳብ እዩ ዘለዋ ብርህቲ ድያ ሕራይ ካልእ ሕቶ ዘሎ ኣሎና ሕራይ ሻክት ሕራይ ሕራይ ድሓራይ ክሓት ከብለኪ ሕራይ እሺ ዝኾነ ይኹን ክጅመር ከሎ ቅድም ሕብረት ኣመንቲ ይጅምሩ። እቲ ሕብረት ከም ዝዓንተወይ ዝተረፈ ነገር ኣሎ ዝበሎ ንቲቶስ ክዛረቦ ከሎ ዝተረፈ ነገር ዘለዎም እዮም ኣመንቲ እዮም ብሓንሳእ ይጽልዩ ብሓንሳእ ይመሃሩ የገልግሉ ወንጌል እውን ይዝርግሑ ቀስ ብቀስ ቤተ ክርስቲያን ክኸውን ቅርጺ ናሓዙ ይኸዱ ማለት እዩ ስለዚ መጽሓፍ ቅዱስ ክንድዚ እቲ ቁጽሪ ዝብለና ነገር የለን ንኣብነት ኣብ ኤፈሶን እንተ ሪኢና ዓሰርተ ክልተ ሰብ እዮም ነሮም ክጅምሩ ከለው እቶም ጳውሎስ እታ ማሕበር ክተኽላ ከሎ ብዓሰርተ ክልተ ሰብ ተጀሚሩ ማለት እዩ ስለዚ ዝኾነ ይኹን ክኾኑ ይኽእሉ እዮም በቲ ቁጽሮም ግን ብሕብረት እዮም ዝጅምሩ ድያቆናት ሽማግለታት ክሳዕ ዘይብሎም ግን እቲ ዝኣክል ስትራክቸር የብላን ስለዚ ዝተረፈ ዘለዋ እያ ትኸውን ኣብዚ ዓዲ እንተ ኮይኑ ድማ ኣብዚ ዓዲ ብሕጊ ውን ክንምዝገብ ንግደድ ኢና ማለት እዩ ዝተወሰነ ቁጽሪ ሪኳየር ይገብሩ እዮም ምኒመም ሸውዓተ ይብሉና ኣብዚ ዓዲ ብሕጊ ናይዚ ዓዲ ማለት እዩ ካብኣቶም ሓደ ተሓዝ ገንዘብ ሓደ ጸሓፊ ሓደ ድማ ቸርማን፣ ክኸውን ነናቶም ሓላፍነት ኣለዎም። ነቲ ህዝቢ ኣምላኽ ጥራሕ ደይኮነስ ንመንግስቲ ኣመሪካ እውን ተሓተትቲ እዮም። ነቲ ሰክሬታሪ ኦፍ ስቴት ሪስፖንስብል እዮም። ሓደ መዓልቲ ዋላ ድሕሪ ዕስራ ዓመት ብዛዕባ እታ ማሕበር ዝነበራ ዓይነት ኣካውንተብል ክገብሮም ይኽእል እዩ። ገንዘብ ብትኽክል ተዘይሒዘሞ ንብረቶም ክወርሶ ይኽእል እዩ ማለት እዩ። ስለዚ ኮምኡ ዓይነት ስታይ ኣለዎ እቲ ብናይ ሕጊ ናይዚ ዓዲ ተኮይኑ ብናህና ኣብ ሕብረት ኣሎና ናይ ሰሜን ኣሜሪካ ድማ ኣትሊስ ዕስራን ሓሙሽተን ኣባላት እንተልዮምዋ ናብቲ ሕብረት ክትኣቱ ንቅበላ ማለት እዩ። ኣብቲ ሕብረት ናህና ኣትሊስት ተባሂሉ ዘሎ ሚኒመም ዕስራን ሓሙሽተን ቸርች ክኾኑ ይኽሉ እዮም ግን ኣብቲ ሕብረት ኣትያ ክትከይድ ዕስራን ሓሙሽተን ኣባላት ክህልዋ ኣለዎም ዝብል ስታይ ኣለና መጽሓፍ ቅዱስ ዝሓገጎ ግን ኣይኮነን ከም መምርሒ ስታይ ዝተገብረ እዩ ሕራይ ሻክት መዓስ እየ ትማሊ ድዩ ቅድሚ ትማሊ ጠቒሰያ ሮሜ ምዕራፍ ዓሰርተ ብ ክልተ ነውጽኣያ ኩላትና እሞ ክንሪኣ ሮሜ ምዕራፍ ዓሰርተ ብ ክልተ ቁጽሪ ሓደ እምበኣርሲ ኢሉ ይጅምር ናይ ብምልእታ እታ ሮሜ ከይድና ክንሪኣ ከለና እእ ሓጥኣን ከም ዝነበርና ኩላትና ይዛረብ ምዕራፍ ሓደ ቁጽሪ ዓሰርተ ሸሞንተ ጀሚሩ ክሳዕ ምዕራፍ ሰለስተ ቁጽሪ ዓሰርተ ው ትሽዓተ ዘሎ ማለት እዩ ኩላትና ሓጥኣን ኢና ብ ትሕቲ ፍርዲ ኩንናት ኢና ይብል ደሓር ካብ ምዕራፍ ሰለስተ ቁጽሪ ዕስራ ጀሚሩ ክሳዕ ምዕራፍ ዕስራ እባ ምዕራፍ ሓሙሽተ ቁጽሪ ዕስራን ሓደን ዘሎ ብእምነት ከመይ ገርና ከም ዝጸደቅና ይነግረና ማለት እዩ ደሓር ከመይ ገርና ብቅድስና ከም ንመላለስ ኣብ ምዕራፍ ሽዱሽተን ምዕራፍ ሸውዓተን ምዕራፍ ሸሞንተን ይነግረና እዚ ክዛረብ ምስ ጸንሐ ኩኑናት ኔርናስ ኣምላኽ ብኮምኡ ካብ ኣድሓነና ኮምኡ ድማ ብቅድስና ከንብረና ዝኽእል መንፈሱ ካብ ሃበና እምበኣርሲ ኣሕዋተየ ስጋኹም ህያውን ቅዱስን ንኣምላኽ ባህ ዘብልን መስዋእቲ ጌርኩም ክተቅርብዎ ብምሕረት ኣምላኽ እምሕደገኩም ኣለኹ ይብል። እዚ ኹሉ እዚ ካብ ተገበረልና ንሓና ሕጂ ክንገብሮ ዝግበኣና ይነግረና ኣሎ ስጋና ምሉእ ብምሉእ ንፍቃድ ኣምላኽ ክነብር መስዋእቲ ጌርና ምሃብ። መሊስና ዘይንወስዶ ዘይነልዕሎ ዝደለየ ክጥቀመሉ ዝደለየ ክገብረሉ ነቲ ስጋና ንዕኡ ንህቦ ኣብቲ ብሉይ ኪዳን መስዋእቲ ምስ ሰዋእካዮ ብሓዊ ስለ ዝነድድ መሊስካ ኣይተልዕሎን ኢኻ ንሕና ግን ህያው ይኹን ኢሉና ብህይወት እዩ ክነብር እቲ ስጋና እቲ ምስዋእና ግን ምውፋይ ምሃብ እዩ ማለት እዩ ስለዚ እታ ቀዳመይቲ ንሳ እያ ነዚኣ ክሳዕ ዘይገበርናዮ ህይወትና ክነለልዮ ኣይንኽእልን ኢና ማለት እዩ። ንርእሰይ'የ ዝነብር ክሳዕ ዝበልና፣ ብድሕሪኡ ነቲ ብድሕሪኡ ውህበትናይ እንታይ'ዩ ንዝብል ዝቕጽል ከነለልዮ ፍጹም ኣይከኣልን'ዩ። ንዓኣ ምስ ገበርና ብድሕሪኡ ክነግረና ከሎ ኣብ ቁጽሪ ክልተ እቲ ሰናይን ባህ ዘብልን ምሉእን ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩስ ብምሕዳስ ሓሳብኩም ተለወጡ'ምበር ነዛ ዓለም እዚኣ ኣይትምሰልዋ ኢሉና። ገጽ ካብኣተን ሰለስተ ኣለዋ ቀዳመይቲ እባ ካልኣይቲ ካብታ ቀዳመይቲ ተድኣ ቀጺልና ነዛ ዓለም እዚኣ ኣይትምሰልዋ ኢልና ነዊሕ ሓሳብ ኣለዎ እዚ ሕጂ ሕጽር ኣቢልና ክንዛረቦ ዘይንኽእል ብድሕሪኡ ብምሕዳስ ሓሳብኩም ተለወጡ ኢሉ ኣእምሮና ክሕደስ ካብቲ ንውለድ ኣትሒዝና ክሳዕቲ ዝደሓንናሉ ኣባና ዝነበረ ኣተሓሳስባ ኣሎ። እቲ ሓሳብና ምስ ፍልጠት ኣምላኽ ዝጻላእ ሓሳብ ክኸውን ይኽእል እዩ፣ ከምቲ ኣብ ቆረንጦስ ነጊሩና ዘሎ ማለት እዩ። ኣንጻር ፍልጠት ኣምላኽ ዝለዓል ክኸውን ይኽእል እዩ። ሕጂ እቲ ሓሳብና ምስ ሓሳብ ኣምላኽ ዝሰማማዕ ክኸውን ክሕደስ ክንጽሊ ከለና ሕደስ እዩ ዝያዳ ግን ብቃል ኣምላኽ እዩ ዝሕደስ እቲ ኣብኡ ዝነበረ ፍልጠት ብስልጣን ቃል ኣምላኽ ፈሪሱ ኣእምሮ ዘበለ ንምእዛዝ ክርስቶስ ክማረኽ ከሎ እናተሓደሰ እናተሓደሰ ይኸይድ ማለት እዩ። ሳልሳይ ስሩ ኢና ኣሎና። ራብዓይ ሽዑ ክነግረና ከሎ ነቲ ፍቓድ ኣምላኽ መርሚርኩም ክትፈልጥዎ ይብለና። ስለዚ ስጋኻ ምውፋይ፣ ነዛ ዓለም እዚኣ ዘይምምሳል፣ ምሕዳስ ሓሳብካ ምልዋጥ፣ ፍቓድ ኣምላኽ መርሚርካ ምፍላጥ፣ ብድሕሪኡ ቁጽሪ ሰለስተ ኣብ ዘይቦታኻ ከይትኣቱ፣ ካብ ዓቕምኻ ንላዕሊ ከይትሓስብ፣ ኣብ ዘይህያብካ ከይትኣቱ እናበለ መጠንቀቕታ ምስ ኣጠንቀቐ፣ ብዛዕባ እተን ውህበታት ከመይ ከም ዝኾና ቁጽሪ ኣርባዕተን ሓሙሽተን ሽዱሽተን ምስ ተዛረበ፣ ደሓር ክሳዕ ሸሞንተ ዘሎ ዝተወሰና ውህበታት ዘርዚሩ ኣሎ እቲ ፍቃድ ኣምላኽ ምልላይ ንምንታይ ከም ዝኾነ ክነግረና ከሎ ማለት እዩ ትንቢት እንተ ኾይኑ ኢሉና ትንቢት ኣሎ ኢሉ ኣገልግሎት ዲያቆንያ እያ እታ ኣገልግሎት ኢልዋ ዘሎ እታ ቃል ኣብኡ ዘላ ኢሉና ኣሎ ዝምህር መዓዲ ዝህብ መራሒ ዓይነት እናበለ ነጊሩና ኣሎ። ስለዚ ኣየናይ ከም ዝኾነ እቲ ናትና ካብኣቶም ንፈልጥ። ንዓኣቶም ንኽንፈልጦም ግን እተን ኣርባዕተ ቅድም ዘርዚሩልና ኣሎ። ስጋኻ ወፊ፣ እዛ ዓለም እዚኣ ኣይትምሰላ፣ ምሕዳስ ሓሳብካ ተለወጥ፣ ፍቓድ ኣምላኽ መርሚርካ ፍለጥ። ስለዚ እዚ ክንገብር ከሎና ብድሕሪኡ እቲ ፍቓድ ኣምላኽሲ ውህበትና ክንፈልጦ ብዙሕ ከቢድ ኣይኮነን እተን ቀዳሞት ተዘይገርናየን ግና ኩሉ ግዜ ጸገም እዩ ምኽንያቱ ንኣምላኽ ክንነብር ውን ኣይኮነን ብመሰረቱ ንደሊ ኣለና እንተበልና ውን በቲ መገዱ ኣይኮናን ንደልዮ ስለዚ እዚኤን ክሳዕ ዝገበርና እቲ ውህበትና ኣምላኽ ፍቓዱ እንታይ ከምዝኾነ ከፍልጠና ይኽእል ንሕና ርውን ነቲ ፍቓዱ ክንቅበሎ ኣብ ንኽእለሉ ዓይነት ፖዚሽን ኢና ዘሎና ፍቓድና ፍቓዱ እንታይ ምዃኑ ውህበትና ምስ ለለና ድማ በቲ ውህበትና ነገልግል ማለት እዩ ብርት ድያ ሕራይ ካልእ ሕራይ ሕጂ ጽባሕ ክሳዕ ጽባሕ እንተ ጸኒሕና ኤጲስቆጶስ ሽማግሌ ጓሳ ንሓደ መዝነት እዩ ዝዛረብ ኢልና ክንርኢ ኢና። ስለዚ እቲ መራሒ ንሱ ከም ዝኾነ ገርና እንተ ወሲድናዮ ኣብቲ ዘንበብናዮ ዓንተቦ ናይ ጢሞቴዎስ እቲ ኳሊፊኬሽን ናቱ ኣብኡ ብግልጺ ዘርዚሩልና ኣሎ፣ ኣብ ቲቶስ እውን ብግልጺ ዘርዚርዎ ኣሎ ማለት እዩ። ስለዚ ናይቲ መራሒ Qualification፣ ኣብ ርእሲ እቲ ውህበቱ፣ ደሓር እቲ መንፈሳዊ ብቕዓታቱ፣ እቲ ናቱ Character፣ ኣብ ቀዳማይ ጢሞቴዎስ ምዕራፍ ሰለስተ ቁጽሪ ሓደ ክሳዕ ሾብዓተ ኣሎ። ኣብ ቲቶስ ምዕራፍ ሓደ ቁጽሪ ሓሙሽተ ክሳብ ትሽዓተ ኣሎ። ስለዚ እታ እታ ንጽባሕ ከነጽንሓ ዘሎና Elder ካብ ናይ ኣይሁዳውያን ዓይነት ኣዘራርባ ዝመጸ እዩ። ኤጲስቆጶስ ካብ ናይ ግሪኻውያን ዓይነት ኣዘራርባ ዝመጸ እዩ። ክልቲኦም ግን ሓደ እዩ። ነቲ ሓደ ሰብ እዩ ሽማግለ ዝበሃል፣ ንሱ ድማ እዩ ኤጲስቆጶስ ዝበሃል። እስከ ካባኻትኩም ግብሪ ሃዋርያት ምዕራፍ ዕስራ የንብበለይ። ግብሪ ሃዋርያት ምዕራፍ ዕስራ። ቍጽሪ ዓሰርተ ሾብዓተ፣ በቃ ሕጂ ሃዋርያ ጳውሎስ ንሽማግለታት ማሕበር ኤፈሶን ጸዊዕዎም ናብኡ ማለት እዩ። ናብ የሩሳሌም እዩ ዝኸይድ ዘሎ ንሱ መገዲ ግን ናብ ኤፈሶን ክኸይድ ከየላግስ ናብቲ መገዲ ክረኽብዎ ጸዊዕዎም ማለት እዩ ኣብቲ ዝረኸቦም መገዲ ክዛረቦም ብድሕሪኡ ካብ ቍጽሪ ዓሰርተ ሸሞንተ ጀሚሩ ክሳዕ መወዳእታ ድዛረቦም ዘሎ ንዓኣቶምዩ ክሳብ ቁጽሪ ሰላሳን ሓሙሽተን ዘሎ ነቶም ሽማግለታት ኤጲስቆጶሳት እስኻትኩም ኢዩ ኢልዎም ኣሎ ስርሖም ድማ ክትጓስዩ ኢልዎም ኣሎ ክትሕልዉ ኢልዎም ኣሎ ስለዚ እቲ ዝተረፈ ብዛዕባኣ ንጽባሕ ትጽናሓልና